ሰላም ከመይ ትኾኑ ሮቤል እየ ሎማዓንቲ ውን ከምቲ ልሙድ ናይ ኮምፒተር ብትግርኛ ቲቶርያል ሒዘልኩም ቀሪበ ኣለኹ ናይ ሎማዓንቲ ቲቶርያል ዝኸውን ፋይላት ከመይ ጌርና ንቑልፍ ወይ ድማ ፓስዋርድ ክንገብረሎም ንኽእል ዝብል እየ ካርእየኩም እዚ ክንቁልፍ ዘለና ግን ዊንራር ዝተባሃለ ሶፍትዌር ከልየና እዩ ኣነ ዝጥቀመሉ ካልኦት ሶፍትዌራት እውን ኣለዉ ዊንራር ግን ቅልል ዝበለ ሶፍትዌር ስለዝኾነ ንሱ ተትጥቀሙ ጽቡቕ እዩ ዳውንሎድ እንድሕር መጀመርታ ዳውንሎድ ግበርዋ ዳውንሎድ ክትገብሩ ተሊኹም ኣብዚኣ ጽሒፈልኩም ኣለኹ ናብ ጉግል ዶት ኮም ምስ ኣተኹም ዳውንሎድ ዊንራር ኢልኩም ጽሓፉ ካብኡ ክልተ ኮምፒተር ኣርኪቴክቸር ስለ ዘለና 64 ባይት እና 32 ባይት በቲ ኮምፒተርኩም ርኢኹም ኢኹም ዳውንሎድ ትገብሩ ናተይ 64 ባይት እያ ከመይ ገይረ 32 ወይ 64 ምዃና ፈሊጠ ዝብል ንዓኻትኩም ድሕሪ ምናልባት ዘይትፈልጡ ኮንኩም ከመይ ከም ዝኾነ ሕዚ ኸርእየኩም እየ መጀመርታ ዝኾነ ፋይል ኤክስፕሎረር ክፈቱ እንታይ ምግባር ትኽእሉ ኢኹም ስታርት ፀቂጥኩም ሒዝኩም ኢ ብምጥዋቕ ፋይል ኤክስፕሎረር ከም ትርእዎ ዘለኹም ክመፀልኩም እዩ ካብኡ ዚስ ፒሲ ዝብል ኣሎ እዚ ኣብታ ዚስ ፒሲ ትብል ራይት ክሊክ ግበሩ ኣብዛ ዚስ ፒሲ ራይት ክሊክ ካብኡ ፕሮፖርቲ ፕሮፖርቲ ምሰልኩም ኩሉ ናይቶም ኮምፒውተር ኢንፎርሜሽን የምፀልኩም እዩ ማለት እዩ ሕጂ ኣነ እንታይ ከም ፃዕንኳ ዊንዶውስ ቴን ፕሮ ዝብል እዩ ካብኡ እቲ ኣርኪቴክቸራ ከዓ ስሳን ኣርባዕተን ባይት ኦፐሬቲንግ ሲስተም ዝብል እዩ ማለት እዩ ንዓኻትኩም ኩላ ከምኡ ካልኦት ዊንዶው ተኮይኑ እውን እንታይ ዓይነት ኣርኪቴክቸር ምዃኑ ርኢኹም ዳውንሎድ ግበሩ ምክንያቱም ስሳ ኣርባዕተን ባይት ናብ ሰላሳን ክልተን ፅዒንኩም ኣይሰርሕን እዩ ማለት እዩ

እታ ሶፍትዌር ዳውንሎድ ዝገርኳ ኣብዚ ዊንራር 64 ባይት ዝብል ናትኩም ወይ 32 ቢት ኮይኑ ከዓ ከምዚ ዝበለ ይመፀልኩም ስለዚ እታ ዊንራር 64 ቢት ኣብ ባዕላ ዳብል ክሊክ ግበሩ የስ በልዎ ፍቃድ ስለ ዘድልዮ ካብኡ ኢንስቶል ዝተወሰነ ግዜ እዩ ዝወስድ ካብኡ ብታሕቲ መማረፂ እኒሄ ካብኡ ኦኬ ትብልዎ ካብኡ ደን ኢልኩም ትውድእ ኣለኹም ማለት እዩ ካብኡ ሕጂ ዘድልየኩም ፅዒና ወዲእና ኣለና እታ ክትዓፅዋ ዝደለኹም ፎልደር ምረፅዋ ሕጂ ኣነ እዛ ኤችቲኤምኤል ትብለላ ንሳ ክዓፅዋ ይደልየ ኣብ ባዕላ ራይት ክሊክ ግበሩ ካብኡ ኣድ ቱ ኣርቻይቭ ዝብል ኣሎ ማለት እዩ ኣድ ቱ ኣርቻይቭ ኣብ ባዕላ ክሊክ ግበሩ ሓደ ግዜ ኣድ ቱ ኣርቻይቭ ትብል ማለት እዩ ካብኡ ብምቕፃል ኣብዚ ሽሙ እንታይ ክብሎ ዝብል እኒ ኤችቲኤምኤል ዶት ራር ፀገም የብሉን ካልእ ሽሙ ምሃብ ትኽእሉ ኢኹም ካብኡ እንድሕር ትዊን ራር ብዙሕ ዓይነት ስለ ዝኾነ ሴት ፓስዋርድ ዝብል ኣብ ጀነራል ባዕሉ ክትረኽቦ ትኽእሉ ኢኹም ወይ ድማ ናተይ ሕዚ ኣብዚ ኣድቫንስድ ዝብል እዩ ዘሎ ስለዚ ሴት ፓስዋርድ ዝብል ኣብ ካልእ እንድሕር ኮይኑ ከዓ ኣብ ጀነራል ባዕሉ ሴት ፓስዋርድ ዝብል ኣሎ እዩ ማለት እዩ ስለዚ ኣብ ኣድቫንስድ ከይደ ሴት ፓስዋርድ ይብላ ፓስዋርድ እቲ ይብለኒ ካብኡ ድገምዋ ካብኡ ኦኬ በልዎ ሜስኩም ደጊምኩም ኦኬ ካብኡ ኢንክሪፕት ክገብር እዩ ንሓንሳብ ይጠርንፈም እዩቶም ፋይላት ማለት እዩ ዝተወሰነ ከከም ሳይዙ ዝተወሰነ ግዜ ክወስድ እዩ ሕጂ እዚኣ 600 ሜጋባይት ከባቢ እቲ ፋይል ሰለስተ ደኣ ከባቢ ኢሉ እኒሀ ማለት ስለዚ ንሳ ክሳብ ትውድእ ተፀበይዋ ኢኹም ድሕሪ ዝተወሰነ ደቃይቅ ከብል እዩ ክውድእ እዩ ካብኡ ግን ከመይ ከም ዝሰርሕ ከርእየኩም ቅድሚኡ ዝሰራሕዎ ስለ ዝኒሀ ኣብ ባዕሉ ዳብል ክሊክ ጌርኩም ክፈትዎ ክትርእዩ ካብኡ ላዋን ውሽጢ ድሕር ተኡ ዘሎ ፋይል ዳብል ክሊክ ጌርኩም ኩንኩም ፓስዋርድ እትዩ ዝለካ ካልእ ፓስዋርድ ተእቲኻ ኢንኮሬክት እዩ ስለዚ ክትርእይ ትኽእልን ኢኻ እቲ ፋይል ማለት ስለዚ ከምዚ ጌርኩም ፋይላት ምዕፃው ትኽእሉ ኢኹም ካብኡ ግን ክትርስዕዎ ዘይብልኩም ከምዚኣ ጌርኩም ድሕሪ ዓፀማ ኮንኩም ኣንተ ወሰራኹማ ፋይል ድሊት በልዎ ኢኹም ኣብ ካሊእ ቦታ ስለተኸፈተ እዩ ዜሩ ዜሩ ድሊት ግበርዎ ኢኹም ምክንያቱ ድሓር ኣብዚኣ ፓስዋርድ ዓጺኹም ኣብዚኣ ክፍቲ ኮይና ካብዚኣ ምጥቃሙ ስለ ዘይተርፍ ኣሊሳ ከምዚ ጌርኩም ፋይላት ምዕጻው ትኽእሉ ኢኹም ማለት እዩ ናይ ሎማዓንቲ ቱቶርያል እዚኣ ትመስል እንድሕር ፈትኹም ምኾንኩም ላይክ ግበሩ ሸር ምግባር እውን ኣዕርኽትኩም ክካፈልዋ ግበሩ ሳብስክራይብ ግበሩ ሳብስክራይብ ክትገብሩ ተለኹም እታ ናይ ደወል ምልክት ከይትርስዑኹም ኮመንት እውን ፀሓፉለይ ንቐፃሊ ምናልባት ኣምህረና ትብልዎ ቱቶርያል እንድሕር ሃልዩ ኣብ ኮመንት ፀሓፉለይ ካልእ እውን ዝሃለወኒ ግድፈት ከስተኻኸል እውን ኮመንት ፀሓፉለይ ኢኹም የቐኒለይ